ሰላም ከመይ ትኾኑ ጋይስ ንሎማዓንቲ ከኣ ሕጽር ዝበሉ ኣገደሲ ሓበሬታታት ክነግረኩም እየ ኢራን ኣብ ልዕሊ ኣሜሪካ መጥቃዕቲ ጀሚራ ኣላ ኣበይ ኣበይ ቦታታት ወይ መዓስከራት ናይ ኣሜሪካ ዝብሉ ክንርኢ ኢና ብጀካ እዚ ሚኒስትር ጉዳያት ወጻኢ ኣሜሪካ ማርክ ሩብዮ ንቻይና ንኽትሽምግል ጸዊዑ ኣሎ ወይ ከኣ ጻዊዒት ንቻይና ኣቕሪቡ ኣሎ ብዛዕባ እዚ ዝምልከት ውን ክንርኢ ኢና ኤምባሲ ኣሜሪካ ከምኡ ውን ብሪጣንያ ንዜጋታተን ዘውጽኦ ሓበሬታታት ዝብል ክንርኢ ኢና ክሳብ መወዳእታ ምሳይ ጽንሑ ከምቲ ልሙድ ላይክ ጌርኩም ጀምሩዋ ላይክ ኣይትረስዑ ለስ ጎው። Tipo Cafiri ሰዚ ጋይስ ናይ መጀመርያ ሓበሬታ ግብረ መልሲ ኢራን ዝምልከት እዩ። ኢራን ኣብ ወተሃደራዊ መዓስከራት ኣሜሪካ ደብዲባ ኣላ። ኣብ ቀጠር ሓያል ነትጒ ከም ዝተሰምዑን ጸብጻባት ኣብታ ሃገር ይሕብሩ ኣለዉ። ኣብ ቀጠር ዝርከብ ወተሃደራዊ መዓስከር ኣሜሪካ ዕላማ መጥቃዕቲ ኢራን ኮይኑ ከም ዘሎ ይግለጽ ኣሎ። እቲ መዓስከር ኣብቲ ዞባ ካብ ዘለዉ መዓስከራት ኣሜሪካ እቲ ዝዓበየ ኮይኑ ኣስታት ሸሞንተ ሽሕ ወተሃደራት ዘዕቆበ ምዃኑ እዩ ዝግለጽ ዘሎ። ዋሽንግተን ኣስታት ኣርብዓ ሽሕ ወተሃደራት

ቅድሚ እዚ መጥቃዕቲ ኣሜሪካን ብሪጣንያን ኣብ ቀጠር ንዘለዉ ዜጋታተን ኣጠንቂቐን ነይረን። ብሪጣንያን ኣሜሪካን ኣብ ቀጠር ንዝርከቡ ዜጋታት ክሳብ ተወሳኺ ሓበሬታ ዝወሃቦም ኣብ ውሑስ ቦታታት ተዓቚቦም ክጸንሑ ተማሕጺነን ነይረን። ኣብ ዶሓ ዝርከብ ኤምባሲ ኣሜሪካ ዘውጽኦ መግለጺ እቲ መጠንቀቕታ ካብ ክመጽእ ዝኽእል ሓደጋ ንምኽዋል ተባሂሉ ዝወጸ ምዃኑ እውን ኣመልኪቱ ኣሎ። ብሪጣንያ ብወገና ንመጠንቀቕታ ኣሜሪካ ምርኩስ ብምግባር ነቲ ሓሳሰቢ ከም ዘውጸኦቶ መንግስቲ እታ ሃገር ኣፍሊጡ ኣሎ። ብጀካ'ዚ ቀጠር ንክሊ ኣየራ ከም ዝዓጸወት ኣፍሊጣ ኣላ። ቀጠር ክሊ ኣየር ንግዚኡ ከም ዝተዓጸወ ተገሊጹ ኣሎ። ኣሜሪካን ብሪጣንያን ኣብታ ሃገር ንዘለዉ ዜጋታት መዕቆቢ ከናድዩ መምርሒ ድሕሪ ምሃቦም ዶሓ ነቲ ስጉምቲ ወሲዳቶ ኣላ። ሚኒስትሪ ጉዳያት ወጻኢ ቀጠር ኣብ ዘውጸኦ መግለጺ፣ ንድሕነት ነበርቲ፣ በጻሕትን ክብል ንክሊ ኣየር እታ ሃገር ክዓጽዎ ከም ዝተገደደ'ዩ ገሊጹ ዘሎ። ከምቲ ትርእይዎ ዘለኹም ኣብዚ ምስሊ ክሊ ኣየር ማእከላይ ምብራቕ ከመይ ይመስል ንዝብል ዘርኢ ስእሊ እዩ እዚ። ኣብዚ ሕጂ እዋን ክሊ ኣየር ማእከላይ ምብራቕ ከምዚ ይመስል ኣሎ። ዛጊት ሓሙሽተ ሃገራት እየን ክሊ ኣየረን ዓጽየን ዘለዋ ኣብዚ ሕጂ እዋን፣ ኩዌት፣ ዒራቕ፣ ቀጠር፣ ሕቡራት ኢማራት ዓረብ ከምኡ'ውን ባህሬንን እየን ክሊ ኣየረን ተዓጽዩ ዘሎ ኣብዚ ሕጂ እዋን። ከምቲ ትሪእዎ ዘለኹም ኣብዚ እውን ከምቲ ትሪእዎ ዘለኹም ኣብዚ እውን ኣቐዲመን ዝተበገሳ ናብ UAE ዝተበገሳ ኣየራት እውን ከም ዝተመልሳ ዘርኢ ስእሊ እዩ እዚ ማለት እዩ። ስለዚ እዚ ክሊ ኣየር እዚ ምሉእ ብምሉእ ከም ዝተዓጽወ እዩ ኣብዚ ሕጂ እዋን ዘርኢ ዘሎ። ብዘይካ እዚ ሰራዊት እስራኤል ኣብ ልዕሊ ኢራን ጽዑቕ ደብዳብ ነፈርቲ ከም ዘካየደ ተሓቢሩ ኣሎ። መእዘዚ ቦታታት ሰራዊት ትካላት መፍረ ሚሳይላት ዝርከቦ ወተሃደራዊ ትሕተ ቅርጺ ኢራን ዕላማታት ናይቲ ክካየድ ዝወዓለ ደብዳባት ምንባሩ እስራኤል ጠቒሳ ኣላ። ብዘይካ'ዚ ኣብ ርእሲ ከተማ ቴህራን ዝርከብ እሱራት ፖለቲካ ዝተሓዙሉ ፍሉጥ ቤት ማእሰርቲ'ውን በቲ ደብዳብ ከም ዝተሃረመ'ውን ሰብ መዚ ኢራን ሓቢሮም ኣለዉ። ኣብዚ ሎሚ ኣብ መላእ ኢራን ዝተኻየደ መጥቃዕቲ ሓምሳ ነፈርቲ ኲናት ከም ዝተሳተፋ እቲ ሰራዊት ጠቒሱ ኣሎ። ስርሒት ክቕጽል ምዃኑ ዝሓበረ ሰራዊት እስራኤል ንህዝቢ ኢራን ኣብ ጥቓ ወተሃደራዊ ዕላማታት ክርሕቕ ኣተሓሳሲቡ ኣሎ። ናብ ካልእ ሓበሬታ ኣሜሪካ፣ ኢራን መጻብቦ ሆርሞዝ ንኸይትዓጹ ንቻይና ተላብያ ኣላ። ሚኒስትሪ ጉዳያት ወጻኢ ኣሜሪካ ማርክ ሩብዮ፣ ኢራን ነቲ ኣብ ዓለምና ኣገዳሲ መስመር መራኽብ ዝኾነ መጻብቦ ሆርሞዝ ንኸይትዓጽዎ ንቻይና ተላብያ ኣላ። ሩብዮ ነዚ ዝገለጸ፣ መንግስታዊ ፕረስ ቲቪ ኢራን ኣባላት ባይቶ ነቲ መጻብቦ ንምዕጻው ዝዓለመ ውጥን ከም ዘጽደቑ ድሕሪ ምግላጾም እዩ። እዚ ርኡይ ቁጠባዊ ጽልዋ ከምጽእ ዝኽእል፣ ብፍላይ ኣብ ዓለምና ዝዓበየት ዓዳጊት ነዳዲ ናይ ኢራን ዝኾነት ቻይና፣ ምስ ቴህራን ጥቡቕ ርክብ ከምዘለዋ'ዩ ዝፍለጥ። ድሕሪ'ቲ ኣሜሪካ ብልዕሊ ትካላት ኒኩሌር ኢራን ተኸታታሊ መጥቃዕቲ ድሕሪ ምእዋጃ፣ ነዳዲ ከምዝወሰኸ፣ ዋጋ ነዳዲ ከምዝወሰኸ ይፍለጥ'ዩ። ኣብ ቤይጂንግ ዝርከብ መንግስቲ ቻይና ኣብዚ ጉዳይ ገለ ክገብር መተባባዕኩ ነይረ፣ ምኽንያቱ ብመጻብቦ ሆርሞዝ ዝሓልፍ ነዳዲ ኣዝዩ ኣገዳሲ፣ ብፍላይ ንቻይና ኣዝዩ ኣገዳሲ ስለዝኾነ ክብል ሩቢኦ ምስ ፎክስ ኒውስ ኣብ ዝገበሮ ቃለ መሕተት ገሊጹ'ሎ። ሰዚ ጋይስ ሎሚ መዓን ዝበልናዮ ሕጽር ዝበለ ሓበሬታ ዝመስል ኔሩ ክሳብ ዝቅጽል መደብ ሰላም።